ሄኖክ ይበሃል ተቐማጢ ካናዳ እየ ናብዚ ዓዲ ቅድሚ ሓሙሽተ ዓመት እየ ኣትየ ኣብዚ ዓዲ እቱ ምስ በልኩ ዝተላለኽዋ ጓል ድሒርና ከኣ ፍቕራዊ ርክብ ዝጀመርና ሉሉ ትበሃል ኣፍቃሪት ነይራትኒ ሉሉ ብቕድመይ ሓደ ዓርኪ ከም ዝነበራ ይዕላትኒ እያ ንዓይ ግን ሉሊ ናይ መጀመርያ ኣፍቃሪተ እያ ስለ ዝኾነ ከኣ እየ ይመስለኒ ከም ዕቡድ እየ ዘፍቅራ። መልክዓ እውን ደሓን እያ ጽብቕቲ እያ። ልቢ ማንም ወዲ ክምስጥ ዝኽእል ግርማ ሞገስ ኣለዋ። ኣብቲ መጀመርያ ሉለይ ዘረባ ኣይትሰምዓኒ ዝኾነ ነገር እውን ኣይትሓብኣለይን ነይራ። ኣብ መዓልቲ እውን ብኣካል ተዘይተረኺብና ብቴሌፎን ምድዋል ብጽብጽ እያ ተብለኒ ነይራ። ምስ ግዜ ግን ክንምርዖ መደብ ኣውጺእና ስለ ዝነበርና ብሓደ ክንነብር ጀሚርና። ካብዚ ግዜ እዚ እየ ከኣ ንሉሊ ፍቃሪተይ ዘየቕሱኑ ባህርያት ክርእየላ ዝጀመርኩ። ክልቴና ንሰርሕ ስለ ዝነበርና ምርኻብና ምሸት ጥራይ እዩ ነይሩ። ሉሎይ ስራሕ ኣብ ጥቓ ገዛና ብምንባሩ ቀዲማ ገዛ ኣትያ ኩሉ ነገር ኣዳልያ ትጸንሓኒ ነይራ። ምስ ግዜ ግን ወላ ሓንቲ ከይገበረት ክዳና ቀይራ ኣብ ሳሎን ኮፍ ኢላ ቴለፎን ክትዕልል ትጸንሓኒ እሞ ኣነ ገዛ እትው ምስ በልኩ ግን ቴለፎን ትዓጽዋ። ከምቲ ቅድሚ ሕጂ ናፊቐካ ውዒለ ኢላ ሕቑፍ ኣቢላ ትስዕመኒ ዝነበረት ኣይትስዕመንን። ንዓይ እናጠመተት እያ ዕላላ ብጽሑፍ ትቕጽሎ ነይራ። ኣነ ምቕያር እቲ ባህርያታ ስለ ዘሻቐለኒ ዝኾነ ኣጉዲለ ከይከውን ንነብሰይ ብዙሕ ግዜ ሓቲተያ'የ። ግን እቲ መልሲ ክረኽቦ ስለ ዘይከኣልኩ ንዓኣ'የ ከም ቀደምኪ የለኽን፣ እንታይ እዩ እቲ ጸገም? ከይተረድኣኒ ዝኾነ ጌጋ ገይረ ከይከውን ብምባል ሓቲተያ። ንሳ ግን ያኢ በሃም ገይራትኒ፣ ዋላ ሓንቲ ዝተቐየረ ባህሪ ከም ዘይብላይ'ያ ነጊራትኒ። ከምዚ ምስ በለትኒ እቲ ነገር ናብ ካልእ ምጭቕጫቕ ከይከይድ ሱቕ ክብል'የ መሪጸ። ሉሉ ፍቃሪተይ ግን እቲ ሱቕ ምባለይ ግድሽ ኣዲንዋ ኮይኑ ደገ ደገ ምምሳእ እያ ጀሚራ ነዚ እውን ተጻዊረዮ ሓደ ቀዳም ናይ ንግሆ ግን ናብ ሓንቲ ቤተሰብ ኢላ ከደት እሞ ሙሉእ መዓልቲ ከይደወለትለይ ውዒላ ኣነ ደዊለላ እውን ኣይልዓለትንን ሰንበት ንግሆ ኮይኑ ተሻቒለ ምስታ ቤተሰብ ዝበለታ እውን ሌላ ስለ ዝነበረና ናብታ ጓል ደዊለ ሉሉ ድኣ ድሓን ድያ ቴሌፎነይ ተልዕለልነላ እንተበልክዋ ሉሉይ ናብ ገዛኣ ከም ዘይመፀትን ካብ ዝረኸባ እውን ውርሒ ኣቑፂረን ከም ዘለዋ ኣዕለለትኒ ምስቲ ብቴለፎን ዕላል ምብዛሓ ገለ ነገር ዝሰኸወልኒ ከም ዘሎ ክጥርጥር ጀመርኩ። ሰንበት ምሸት ገዛ ምስ መጸት ከኣ እቲ ነገር ክፈልጦ ጠዊቐ ሓቲተያ፣ ንሳ ግን ክትነግረኒ ኣይከኣለትን። ሃንደበት ናብታ ቤተሰብ እናኸድኩ መሓዛይ ተጸሊእኒ ቀልጢፍ ክምጽኒ ኢላትኒ ኢላ ከተመኽኒ ፈቲና። ነቲ ምኽንያት ስለ ዘይኣመንክዎ ቴለፎና የሕዲገ ፈተሽኩ እሞ ወዮ ሉሉ ፍቃሪተይ ጉዳ ተኾይጡ ጸኒሕኒ እቲ ባህራ ቀይርዋ ዝነበረ ምኽንያት ኣብ ልዕለይ ምስ ካልእ ወዲ ትዘውር ስለ ዝነበረት እዩ እቲ ቀዳሚ ሰንበት እውን ምስኡ እያ የሕሊፋቶ በዚ ምኽንያት ከኣ ተፈላለይና ንሉሊ ልዕሊ ማንም ስለ ዘፍቅራ ኣብ ልዕለይ ምስ ካልእ ወዲ ፍቕሪ ምጅመራ ብጣዕሚ ጎዲእኒ ካብ ገዛ ምስ ሰገኩዋ ምስ መስተን ሽጋራን እየ ተጣላቕየ ኣብዚ ግዜ እዚ ኣብ ጎነይ ኮይና ኣጆኻ ዝበለትኒ፣ ኩሉ ነገር ዝገበረትለይ፣ ንሉሉ ክርስዓ ብዙሕ ዝሓገዘትንን ዝፈትዋን ዘኽብራን ብርኽቲ ትበሃል መሓዛ ኣላትኒ። ኒቢቢ መሓዛይ ቅድሚ ሉሉ እየ ዝፈልጣ። ምስ ሉሉ ፍቕራዊ ዝምድና ምስ ጀመርና ግን ብዙሕ ርክብ ኣይነበረናን። ብርኽቲ ከም ስማ ብርኽቲ ልዕሊ ኩሉ ከኣ እምንቲ ጓል እያ። ኣዘራርባኣ፣ ኣከያይዳኣ፣ ኣተሓሳስባኣ ኣዝያ ውርዝይቲ ጓል እያ። ኣነ ምስ ሓደ ወዲ ርክብ ክጅምር እየ፣ ምስኡ ከኣ ሓዳር ገይረ ቆልዑ ክወልድ እየ በሃሊት እያ። ንዘይትውድኦ ክትጅምሮ ኣይትደልን እያ። ጥንቅቕቲ ስለ ዝኾነት ከኣ ክሳብ ሕጂ ፍቕራዊ ዝምድና ጀሚራ ኣይትፈልጥን። ምስ ሉሊ ካብ ንፈላለ ሓደ ዓመት ኣቑጺርና ኣለና። ብርኽቲ መሓዛይ ከኣ ክሳብ ሕጂ ካብ ጎነይ ኣይተፈለየትን። ክልተ ወርሒ ኣቢሉ ይኸውን ግን ብርኽቲ መሓዛይ ካብ ሌይላን ኣትሒዙ ምሳይ ፍቕሪ ከም ዘለዋን ኣነ ኣብ ልዕሊኣ ፍቕራዊ ኣረኣእያ ክህልወኒ ብዙሕ ከም ዝጸዓረት ነጊራትኒ። ኣነ ግን ኣብ ልዕሊ ብርኽቲ መሓዛይ ምሕዝነት እምበር ፍቕሪ ትበሃል የብለይን፣ ግን ክኸስራ ስለ ዘይደሊ ክሓስበሉን ግዜ ክትህበኒ ነጊረያ። ብርኽቲ ትፍቅር ሰብ እያ፣ ግን ፍቕሪ ሉሊ ክሳብ ሕጂ ስለ ዘይወጸለይ ንብርኽቲ ብዓይኒ ፍቕሪ ክርእያ ኣይከኣልኩን። ሉሊ እውን እቲ ወዲ ከም ዘስሓታን ኣብ ልዕሊኡ ፍቕሪ ዝበሃል ከም ዘይብላን ነጊራ ይቕሬታ ሓቲታትኒ እያ። ፍቅርና ክንቅጽሎ ሕራይ እንተ ኢለያ ኣብ ዝሓጸር ግዜ መርዓ ክንገብር ደደው ኢላ'ያ ትርብሸኒ ዘላ። ኣነ ንሉሊ ክሳብ ሕጂ የፍቅራ'የ ግን ኣብ ልዕሊኣ እምነት ዝበሃል የብለይን። ንሉሊ ስለ ዘፍቅራ ሓራይ ክብላ ይሓስብ'የ ግን እምነት ዘይብሉ ፍቅሪ ኮይንኒ። ንብርኽቲ ውን ስለ ዝኣምናን ብዘይክኡ ውን ብልጽቲ ሰብ ስለ ዝኮነት ምስ ግዜ ከፍቅራ ይክእል'የ ዝብል ሓሳብ ሓራይ'ዶ ክብላ ይብል'የ ግን ከይብድላ ከኣ ይፈርሕ ውሽጠይ ውን ኣይተቀበሎን ስለዚ ኣብ ክልተ ተቐርቂረ ምውሳን ከቢድኒ ኣሎ እሞ ንውሳኔይ እንተሓገዘኒ ምኽርኹም ሃቡኒ። ንዘፍቅራን ግን ከኣ ዚኣምናን ሉሉ ዶ ወይስ ንዝኣምናን ዝፈትዋን ብርኽቲ መሓዛይ ሓራይ ክብል? ምስ መን'ን ክውድእ? ተጸባይ ምኽርኹም ሓውኹም ሄኖክ እየ ካብ ካናዳ። ሰላምታ ኣይረሳዕኩን ኩቡራት ቤተሰብ ማሁስታር ናይ ወትሩ ተኻታታሊ መደባት ማሁስታር ሓውና ሄኒ ከምዚ ክትሰምዕዎ ዝጸናሕኹም ምኽሪ ዶሊ ዛንቶ እየዒልልኒ ኣነ ከኣ ካብቲ ዘዕለለኒ ነዊሕ ፍቕራዊ ዛንትኡ ጽሙቕ ኣቢለ እየ ናባኹም ኣቕሪበዮ ዘለኹ እሞ ተገዲስኩም ምኽርኹምን ሓሳባትኩምን ክተካፍልዎ ብትሕትና ይምሕጸነኩም። ኣብ ዝሓለፈ መዓልታት ምኽሪ ደልዮም ዝቐረቡ ኣሕዋትና ብዝሃብኩሞም ምኽርታት ደስ ከም ዝበሎም ንውሳኔታቶም ከም ዝሓጎዘም ብምግላጽ ኣመስጊኖምኹም ኣለዉ። ምሳኹም ዝጸናሕኩ ሓሜ እየ። ክሳብ መወዳእታ ቪድዮ ምሳይ ሓቢርኩም ስለ ዝጸናሕኩም ካብ ልቢ የመስግን። ክሳብ ብኻልእ ቪድዮ ዝምለሰኩም ሰላም።